ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ፕላስ ልማዓንቲ እውን ብርክት ዝበሉ እዋናዊ ሓበሬታ ሒዝና መፅና ኣለና ብፍላይ ድማ እዚ ዝተሰምዐ ሰበር ዜና ናባኹም ክነብል ኢና ፕሬዚደንት ሶርያ ኣሕመድ ኣልሸራ ፈተነ ቅትለት ከም ዝተፈፀሞ ኣብ ሆስፒታል ከምዝኣተወ እውን ተሰሚዑ'ሎ። ዝርዝሩ ክትሰምዑ ኢኹም። ሕዚ እውን ምስ ቬኔዙዌላን ኣሜሪካን ተታሒዙ ወጥርታት ጠንኪሮም ቀፂሎም ይርከቡ። ብወገን ኣሜሪካ ብወገን ጎረባብቲ ሃገራት ቬኔዙዌላን ቻይናን ሓዊሱ ምስ ሩስያ ተታሒዙ ዝወፀ ሓድሽ መግለፂ እውን ብሰፊሑ ናባኹም ክነብል ኢና። ቤት ምክሪ ፀጥታ ውድብ ሕቡራት ሃገራት እውን ኣብ ጉዳይ ቬኔዙዌላ ኣመልኪቱ ኣብ ኣኼባ ከም ዝውዓለ ተገሊጹ ኣሎ። እንታይ ዓይነት ሓበሬታ ተሰምዑ? ብርክት ዝበሉ ሓበሬታታት ኣካቲትና ብዝርዝር ናባኹም ክነብል ኢና። ላይክ ኮሜንት ሸር ሰብስክራይብ ምግባር ከይትዝንግዑ በብዘለኹሞ ሰናይ ጻንሒት ይግበረልና ሰብ መዚ ኢራን ድሕሪ ናይ ሓደ ሰሙን ተቃውሞ ቁጠባዊ ጸቕጢ ንምቅላል ንነፍሲ ወከፍ ዜጋ እታ ሃገር ወርሓዊ ኣበል ክህብ ምዃኑ ትማሊ ሰንበት ኣፍሊጡ። ወሃቢት ቃል መንግስቲ ኢራን ዝኾነት ፋተማ ማሃጅራኒ ንማዕኸናት ዜና እታ ሃገር ኣብ ዝሃበቶ ሓበሬታ፣ ንነፍሲ ወከፍ ኢራናውያን ንሓደ ሚልዮን ቶማን ንኣርባዕተ ኣዋርሕ ብመልክዕ ልቓሕ ክወሃብ ምዃኑ፣ እዚ ደማ ዝተወሰኑ ኣቑሑት ንምዕዳግ ክውዕል ምዃኑ፣ ኣብ ልዕሊ ህዝቢ ዘሎ ቁጠባዊ ጸቕጢ ንምንካይ ዝዓለመ ምዃኑ ኣረጋጊጻ ኣላ። ሓደ ሚልዮን ቶማን ወይ ከዓ ናይ ኢራን ሸርፊ ብዶላር ሰላሳ ዶላር ከምዝበጽሐ'ውን ዝፍለጥ'ዩ። ኣብ ለንደን ዝርከብ ኤምባሲ ፍልስጤም ሎሚ ሶኒ ብኣምባሳደሩ ሑሳም ዞምሎት ብወግዒ ተመሪቑ። ነቲ ሙሉእ ዲፕሎማሲያዊ ደረጃ ዘንጸባረቐ ኤምባሲ ሃገረ ፍልስጤም ዝብል ወግዓዊ ጽላት ናይቲ ኤምባሲ እውን ኣቕሪቡ እዩ። ኣብቲ ንእሽተን ስነ ስርዓት ላዕለዎት ሰበስልጣን ዓባይ ብሪጣንያ ማርሻል ዲፕሎማሲያዊ ኮር ሰበስልጣናት ኤፍሲዲኦን እንግሊዛውያንን ፍልስጤማውያንን ከም ዝተረኸቡ ክፍለጥ ተኻኢሉ ኣሎ። ንልዕሊ ሓደ ዘመን ርእሰ ውሳነ ዝተኸልከለ ህዝቢ እዚ ሓወልቲ ሕሞት ምዃኑ እውን ተገሊጹ ኣሎ። ሎሚ ማሕበረሰብ ፍልስጤማውያን ኣብ ብሪታንያ ካብ ገዝኡ ርሒቑ ዝርከብ ገዛ ኣለዎ፣ ኣብ መሬት እንግሊዝ ክብል እውን እቲ ኣምባሳደር ጠቒሱ ኣሎ። እቲ ህንጻ ኤምባሲ ቅድሚ ሕዚ ኣብ ምዕራብ ለንደን ዝርከብ ተልእኾ ፍልስጤም ናብ ዓባይ ብሪታንያ ዝነበረ ኮይኑ ብሪታንያ ኣብ መስከረም ዕስራ ዕስራን ሓሙሽተን ንሃገረ ፍልስጤም ኣፍልጦ ድሕሪ ምሃባ ግን ናብ ወግዓዊ ኤምባሲ ተሰጋጊሩ ከም ዘሎ እዩ ዝተጠቐሰ። ልኡክ ሩስያ ኣብ ሕቡራት ሃገራት ሎሚ ሶኒ ኣሜሪካ ንፕሬዚደንት ቬኔዙዌላ ኒኮላስ ማዱሮ ክትፈትሖ ጸዊዑ ተግባራት ዋሽንግተን ሓድሽ ዘመን መግዛእትን ሃጸይነትን እዩ ክብል እውን ብትሪ ነቒፉ ኣሎ። ኣብ ልዕሊ መራሒ ቬንዙዌላ ዝተፈጸመ መጥቃዕቲ ናብ ዘበነ ሕገ ኣልቦነት ዝወስድ ኣሜሪካ ብሓይሊ ዕብለላ ኩሉ ነገር እትፍጽመሉ ግዘ ዝፈጥር እዩ ክብል ድሕሪ ምጥቃስ እዚ ፈጺሙ ተግባራዊ ክኸውን የብሉን ክብል ልኡኽ ሩስያ ኣብ ሕቡራት ሃገራት ሎሚ ሰኒ ኣብ ዝሃቦ ርእይቶ ዝጠቐሰ ሩስያ ነቲ ኣሜሪካ ኣብ ልዕሊ ቬንዙዌላ ዝፈጸመቶ ዕጥቃዊ ተግባር ብምኹናን፣ ዋሽንግተን ነቲ ብሕጋዊ መንገዲ ዝተመረጸ ፕሬዝደንትን በዓልቲ ቤቱን ብቕልጡፍ ክፈትሕ ጻውዒት ኣቕሪቡ ኣሎ። ዋሽንግተን ንንዮ መግዛእትን ሃጸይነትን ሓድሽ ናህሪ ትፈጥር'ላ ክብል ዝኸሰሰት ሩስያ፣ እዚ ደማ ብህዝቢ እዚ ዞባን ብሓፈሻ ብህዝቢ ዓለም ተነጺጉን ተቐባልነት ክረክብ ኣይኸኣለን ክብል ድሕሪ ምጥቃስ፣ በዚ እንተቐጺሉ ዓለም ካብ ሕጊ ወጻኢ እትኾነሉ ዕድል ሰፊሕ እዩ ክብል እዩ ወኪል ሩስያ ኣብ ሕቡራት ሃገራት ዝኾነ ቫላሲ ነቫንዚያ ዝገለጸ። ቻይና ንፕሬዚደንት ቬኔዙዌላ ኒኮላስ ማዱሮ ኣብ ምሓዝ ዝተወሰደ ስጉምቲ ኣሜሪካ ደጊማ ኮኒና እዚ ድማ ብንጹር ኣህጉራዊ ሕጊ ዝጥሕስን ኣብ ላቲን ኣሜሪካን ካሪቢያን ንሰላምን ጸጥታን ኣብ ሓደጋ ዘእቱ ምዃኑ ጠቒሳላ። ሚኒስትሪ ጉዳያት ወፃኢ ቻይና ሎሚ ሰኒ ኣብ ዝሃቦ መግለፂ ማድሮን በዓልቲ ቤቱን ብቁልጡፍ ክፍትሑ ፀውዒት ኣቕሪቡሎም ንሳቶም ድማ ሎሚ ሰኒ ኣብ ቤት ፍርዲ ኒውዮርክ ከም ዝቐረቡ ተሰሚዑሎም እቲ ሚኒስትር ኣሜሪካ ንመንግስቲ ቬኔዙዌላ ንምግልባጥ እትገብሮ ዘላ ፈተነ ክተቋርፀ ኣለዋ ክብል ዝገለፀ እንትኸውን ፍልልያት ድማ ብዘተን ድርድርን ክፍትሑ ኣለዎም ክብል ምክሪ ሓሳቡ ለጊሱሎም ምስ ግዝያዊ ፕሬዝደንት ቬኔዙዌላ ዴልሲ ሮድሪጌዝ ብዝምልከት ሕቶ ዝቐረበሉ እቲ ሚኒስትሪ ጉዳያት ወፃኢ ቻይና መንግስቲ ቬኔዙዌላ ንውሽጣዊ ጉዳያት ብመሰረት ናይ ገዛ ርእሱ ቅዋም ሕግታት ብግቡእ ከም ዝሕዞ ንተኣማመን ኢና ክብል ምላሽ ሂቡሉ። ፖለቲካዊ ኩነታት ቬኔዙዌላ ብኸመይ ይቀየር ብዘየገድስ ቻይና ኣብ ኩሉ ዓውድታት ምስ ቬኔዙዌላ ዘለዋ ርክብን ምትሕብባርን ኣጠናኺራ ከም እትቐፅል ጠቒሱሉ። ቻይና ባይቶ ጸጥታት ሕቡራት ሃገራት ብዛዕባ ወተሃደራዊ መጥቃዕቲ ኣሜሪካ ኣብ ልዕሊ ቬንዙዌላ ህጹጽ ኣኼባ ክጽውዕ እውን ኣብቲ መግለጺ ተጠቒሱ ኣሎ። ኣኼባ ሕቡራት ሃገራት ብሕቶ ኮሎምቢያ ሎሚ ሰኒ ክካየድ እውን ምዃኑ ተፈሊጡ ኣሎ። ፕሬዚደንት ኮሎምቢያ ጉስታቮ ፔትሮ ፕሬዚደንት ኣሜሪካ ዶናልድ ትራምፕ ኣብቲ ሃገር ወተሃደራዊ ስጉምቲ ክወስድ ድሕሪ ምፍራሕ መንግስቶም ኣብ ምምካት ዘይሕጋዊ መስግጋር ዕፀ ፋርስ ዝነበሮ ትራክ ሪከርድ ተኸላኺሉ። ትራምፕ ንካልኦት ሃገራት ኣፈራሪሑን ኣብ ኮሎምቢያ ወተሃደራዊ ስጉምቲ ብተዘዋዋሪ መንገዲ ከም ዝወስድ ኣብ ኤርፎርስ ዋን ንጋዜጠኛታት ኣብ ዝሃቦ መግለፂ እቲ ሃገር ኮኬን መስራሕን ንኣሜሪካ ምሻጥን ብዝፈቱ ሕሙም መራሒ ትመሓደርላ ክብል ምግላፁ ዝዝከር እዩ። ፔትሮ ድሕሪ መጠንቀቕታ ዶናልድ ትራምፕ ገለ ካብቲ ምምሕዳሩ ኣብ ምትግባር ዕፀ ፋርስ ዘመዝገቦም ዓወታት ኣብ ኣስታት ሸውዓተ ሚእቲ ቃላት ዝሓዘ ጽሑፍ ኣብ ኤክስ ገጹ ኣስፊሩ እዩ። እዚ ደማ እቲ ኣብ ታሪኽ ዓለምና እቲ ዝዓበየ ምምንዛዕ ኮኬንን ምቁጽጻር ኤል ፓታዲዮ፣ The Cocaine Wall Street፣ ዝሓለፉ መንግስታት ክዕንብብ ዝፈቐዱሉ ክብል ጠቒሱ ኣሎ። እቲ ፕሬዝደንት ወሲኹ ደማ ኣነ ዘይሕጋዊ ኣኮንኩን፣ ናርኮ ውን ኣይኾንኩን፣ ክሳዕ ሕጂ ብደሞዘይ ዝኸፍሎ ገዛ ስድራይ ከም ንብረት ጥራሕ እዩ ዘለኒ ክብል ገሊጹ'ሎ። ናይ ባንኪ መግለጽታተይ ተሓቲሙ ኣሎ፣ ካብ ደሞዘይ ንላዕሊ ኣውጽኡ ክብል ዝኽእል ሰብ የለን፣ ስሱዕ ኣይኾንኩን ክብል ወሲኹ ሓቢሩ ኣሎ። ሰብኣዊ ሕጊ እናተኸተለ ኣብ ልዕሊ ምስ ዕጸ-ፋርስ ዝተኣሳሰሩ ዕጡቓት ጉጅለ ዒላማ ዝገበረ ቦምባታት ክፍጸም ከምዝኣዘዘ ዝገለጸ ፔትሮ፣ ካልኦት ድማ ብዘይእኹል ስለያ ንኸምዚኦም ዝኣመሰሉ ጉጅለታት ከይሃርሞ ኣጠንቂቑ እዩ። ንርእይቶ ዶናልድ ትራምፕ ኣመልኪቱ ሕቶ ዝቐረበሉ ፔትሮ ነቲ ትርጉም ምስ መርመሮ ሓቀኛ ትርጉም ምስ ዝፈልጥ መልሲ ከም ዝህብ ጠቒሱሉ። ኣብ መወዳእታ ሕዚ ናብ ዝተሰምዐ ሰበር ዜና ከነስግረኩም። ፕሬዚደንት ሶርያ ዝኾነ ኣሕመድ ኣልሸራ ፈተነ ቅትለት ከም ዝተፈጸሞ ተገሊጹ። ኣብዚ ሕዚ ሰዓት ኣብ ቱርኪ ሕክምናዊ ግልጋሎት ይግበረሉ ከም ዘሎ እዩ ማዕኸናት ዜና ዓለምና እንዳጠቐሳ ዝርከባ እቲ ፈተነ ቅትለት መን ከም ዝፈጸሞ ንጹር ሓበሬታ ዋላ እኳ እንተዘይተረኸበ ኣብዚ ጉዳይ እስራኤል ዘርግሐቶ ሓበሬታ ግን ኢራን ነቲ ፕሬዝደንት ክትቀትል መደባት ከም ዝነበራ ጠቒሱ ኣሎ። ይኹን እምበር ምስዚ ጉዳይ ተታሒዙ ብወገን ሶርያ እስከ ሕዚ ዝተኻበ ዝኾነ ይኹን ሓበሬታ የለን። ጀሩሳሌም ፖስት ኣብዚ ጉዳይ ኣመልኪታ ኣብ ዝዘርግሐቶ ሓበሬታ ፕሬዚደንት ኢራን ንፕሬዚደንት ሶርያ ዝኾነ ኣሕመድ ኣልሻራ ንምቕታል መደባት ከም ዘሎ ድሕሪ ምጥቃስ እቲ ሕዚ ዝተፈጸመ ፈተነ ቅትለት ብኢራን ዝተፈተነ ፈተነ ቅትለት ምዃኑ ጠቂሳ ኣላ። በሽር ኣልኣሳድ ካብ ስልጣን ኣልዩ መንበረ ስልጣን ሶርያ ዝተቆጻጸረ ፕሬዚደንት ኣሕመድ ኣልሸራ ምስ ኣሜሪካ፣ ራሻ ሓዊሱ ምስ እስራኤል ዘለዎ ርክባት ንምሕዳስ ጻዕርታት ይገብር ከም ዘሎ እዩ ዝተገለጸ። ብፍላይ ድማ ጀሩሳሌም ፖስት እቲ ፕሬዝደንት ምስ እስራኤል ዘለዎ ርክብ ንምሕዳስ ኣብ ዝገብሮ ዘሎ ምንቅስቓስ ቴሄራን ከም ዝተቆጠዐትን ድቃስ ከም ዝሰኣነት ድሕሪ ምጥቃስ ኣብ መንጎ ሶርያን እስራኤልን ዕርቅን ምትሕብባርን ምርዳእን እንከይመፀ ኢራን ነዚ ፕሬዝደንት ንምቕታል ፈተነ ንምግባር ምድላዋ ዛዚማ ከም ዝፀንሐት ድሕሪ ምጥቃስ እቲ ሕዚ ዝተፈፀመ ፈተነ ቅትለት እውን ብኢራን ዝተፈፀመ ምዃኑ ጠቒሳላ።